ፍቅሪ ደሊና እምበር ማህረም ዝደሊና ዶ መጺና ኢና ክንድፈር ዶ መጺና ኢና።
ደሓን ዓንዶም ሓወይ ኣይርኣ ኣብ ዓዲ እኮ ክንደይ እንግድዓኦም ዘለውኒ ኣብዚ ግን ተደፊረ ተደፊረ
እዛ ሎማዓንቲ ዝወዓለት ኣኹድር ግን ብጣዕሚ ጠቓሚት ኮይና ረኺበያ ኣለኹ ሰብኣይ ኮይኑ ሲ ጣዕጣዕ ተዘየበለ ትርጉም የብሉን ኣበይ ደኣ እሞ ሰብኣይ ክንበሃል ለካ ረኺብካኒ ሕጂ ሕጂ ደኣ ጽቡቕ ሒዝካኒ

ኢኖራንት እኳ ኢና ንሕና ኣይንጨኑና ኣታ ግደበን ጥራይ ደሓን እንታይ ደስ መስለካ እታ ፍንጨንት ከምዛ ናይ ክልብ ቤላ እንዲያ ትሽትት ነዞም ናይ ደገ ኣብያ ኣለዉ ሸቲተን ሸቲተን እየ ንፈልጣ ሕጂ ግን ስፓና ተኮይና ሳይለንት ጌርና ኣለና እለ ተደጊመን ከ ሸጥ ኣቢልና ሳይለንት ሸጥ ኢሳስ ካኣ ንበጃ ሓልካ ድምጽኻ ክሰምዓካ ጸሊኤካ ኣለኹ

እንታይ ኢልኻኒ? ኮንሰርት ነይሩ ሽቓቕ ኣብ ዓቢ ሽቓቕ ድካየድ እሞ ክተጻውትለይ ደልየ። ኣቲ ኣዚ ናይ ሽቓቕ ድምጻይ ደይትገርፍና በጽቢጽክና እኮ። ሽቓቕ ኣዩ እንድዩ ደስ ዝበለ ንግበሮ እንታይ ይምልከተካ። መን ድሃበኪ ኣትበይ ድረፍ ከይፈልጥ እንዲኺ።
ሙድ እኮ እዩ እቲ ሙድ ሲ በቃ ኣብ ዝኾነ ቦታ እዩ ሙድ ናይ ደርፊ ድመጸኒ ኣብ ሽቓቕ እሞ ከኣ ግደፎ ድምጸይ ባዕሉ ካናሪ እዩ ዝቕየር በቃ። ዋይ ሙድ
ኣቲ ኣታ እዚ ሰብሲ እዚ ህዝብሲ ተጸሊሉ እዩ ድፈልጠሉ እዩ ስኢኑ እምበር ዋእ። ኣቲ ቁሩብ ከ ኣይክንሸይን ሽቓቕ ሒዝክዮ ትደርፍሉ ሓዲኺ ደይትጥቀሚ ወይ ደርፊ ዝኾንኪ ደይትሕጽጽና ወይ ከኣ ሽቓቕ ደይትገድፍልና። ካባኻስ ብሂለኪ ኢልካ እንዲኻ ኣነ ግን ብኣኻ ዝዳሃል ኣይኮንኩን ኣብ ኣርት መኻልፍ ዘጋጥም እንድዩ ኣነ ግን በሊሐ መሊሰ ተጻሪበ እየ ዝወጽእ ክዳሃል ከይትሓስብ።
ንኮንፊደንስ ተኺኢልኪ እዚ ደርፊ እዚ ንጸርፊ ተጠቀምሉ በዚ ተደሪፍክሉ ንዝኾነ ሰብ ክጉሂ እዩ ቁምነገር ድጉሂ። ኣታ እንታይ ተዛረበና ከምዚ ኣነ ንስክን ጽልኢና። ሰላም ንፍጠር ሰላም ድመስልዎ የለን ፍቅሪ እዩ ጥዑም ብለኪ ኣለኩ። ኣህ ሕጂ ጉዳይ ዕርቂ ክትገብር ኢኻ መጺኻ ጉዳይ ማለት። እዝኒ'ምበር ክገብር መጺኤ። እቲ ቀደደ እዝኒ እንተ ተቐዲዱ ኒን እብል ኣሎ እዚ እዝነይ። ትርኢ ኢልኪ'ሲ ንሰብ ኢለኪ እየ ኣንዓንቶይ። ኣሕርቐሉ እዚ ድምጺ። ድረፍሉ ዝኾነ ሰብ ክጉህይ እዩ። ኣላ ንስኻ ኣይደሃልየ እኮ ኢለካ ኣነ ብኣኻ። ድምጽኺ ተኽኢልኪስ ሱቕ በልሉ። ተደይ ኮይኑ ክደርፍ እየ ግድን እንተ ኢልኪ ኣነስ ናይ ደርፊ ስምዒት ኣለኒ እንተ ኢልኪ ከኣ በረኻ ከይድኪ ድረፍሉ። ኣቲ ኣቲ ንስኺ እኮ ኤሮጳ ተትህልዊ ኔርኪ በዚ ድምጺ እዚ ብዘይ ወዓል ሕደር ምተኣሰርኪ ኔርኪ ህዝቢ ከኣ ሰላም ምሃብኪ። ጸሓይ እኮ ኣይትሕለፍ።

ደሓን ንሱስ እንታይ ኮንኩም ኢኹም ፕሮሰስ ናደይ ትጅምርልና
ኣላ ስኺ መንሪፍ መን ሓሪፉ ደቂ ዓበይቲ ክንደይ ጀምዓና ድያ ብከምዚ መልሓስክን እንታይ ኢላ ኤውሮጳ ምስ ወሰዱን ነዴኽን ማይ ውረድላ ተባሂሉ ንሕና ከም ዝተወሰድናኩም ነዴኽ ማይ ውረድላ ክትብላና ማይ ደኣ ከይፈተኹም እንዲኹም ክትወርድልና ግዳ ኣብዚ ኣፍሪቃ ኮለል ክነብለኩም ኢና ግደፉ ኣቲ ተኸርተ ደኣ ተብላና ኣለኽን ዲኽን ኣንቲ መስሓቲ ኣቲ ንስኽን እኮ ንኣዳም ካብ ገነት መቕጻዕቲ ዘውረድክን ሕጂ ከኣ ንዓና ኣብዚ ከርተት ተብለና ኣለኻ እዋይ።
ኣታ ስኳ ውሕደኩም ንዓኹምሲ ዘይተኽብሩና ግን ንሕና እኮ ንግስትኹም ማለት እኳ ኢና።
ዝዓብተይ ተጋጊኻ ኣለኻ ንሕና ርእስኽን ኢና። ሽዶ ተጋጊኻ ኣለኻ ብሮ ንሕና ማለት ከም ድላይና ናብዚ ናብዚ ጥውይውይ ነብለኩም ከምዚ ክሳድኩም ማለት ኢና። ተጋጊኺ ኣለኺ ሲስ እቲ ርእሲ ንሕና ኢና። ናብ ዘወርክን ዘውረ ናብ ተብሎ ይብልክን
እመነሉ ጥራይ በዚ ኮይኑ በቲ ካብ ብሎሚ ምሳና ምሕደር ከይትሓስቡ ይህ እንታይ ኮይንልና ዘይንሓድር ገንዘብና ምሽ ክትህሙ ከ ቀኒኽን ዋ ትምስኹም ንውዕሎ ዘለና ኸ ኣታ ንዓና እኮ ክልተ ሰለስተ ማኪና እንክና እናተባሃልና እኳ ኢና እምቢ ንብሎም ኣየ ንኻልእ ክብል እየ እምበር ተገጢምክን ይኽኒ ኣዲሳ እዚ ግን እኮ ብናይ ቸኮላታ ናይ ኤውሮጳ ቸኮላታ ጌርና እኮ ኢና ንርግጸክን ድሓን እዚ ብድዐኻ ሓንቲ መዓልቲ ወይ ከም ዘብጽሓካ ክንርእ እንዲና እዛ ነግናግ ርእስኻ ሒዝካ ዲኻ ጠዓራዕ ትብል ዘለኻ ኣቲ ጓል ተናዕቆን ኣለኹ ድሓቂ ኣንተ እንታይ ዝና ኣለኩም ከ ኣቲ ንስኺ ከመይ ትበሉ ክጸፋሪ ኸጓለይ እታ መሓዛ ክድያ ዲኣኻትኪ
ድሓን ሰለስተ መዓልቲ ዕድል ሂብናኩም ኣልና ክትሓስብሉ ኣይኮነን ግን ንዓኹም ሻሕ ኣቢልና ናይ ካናዳ ዝመጹ ሰባት ኣለዉ። እውይ እዋ
ብዶና ኮልናስ ኣወዳት ስኳርታ ጌርክናላ እንታይ ደኣ ዘመውቲ ዘመውቲ ኢኽን ክትፈልጣ እሽ ዶ ንባዕልኹም ዘመውቲ ሞ ኣብ ልዕሊናስ ኣወዳት ደሪብክናላ እንታይ ደኣ ንዓኹም ክንጽበ ደሊኹም ሕጂ ዋስን ክትቀስን
እወ እውይ ኤፋን ከፊታትለይ ከይዳ እውይ ጀምዓ ይስምዑ ሕጂ እቲ ኩናት ኣብ መንጎ ካናዳን ኤውሮጳን ክፍጠር ኣብዚ ሕነኦ ናይ ካናዳ ኣብዚ ሕነኦ ኣብ ድመጻናይ ዓዲ መጺንስ ከብጸናናዕና ሕጂ ኩናት ምስ ካናዳ ግጥሚ ግጥሚ እያ ትጸሓፈላ እዚኣ ጥበብ ኣብ ጸገም እዩ ድመጽእ እውይ እውይ ናይ ደገ ጉድ ረኺብና ከም ጎማ መኪናስ ካርታ ተገይርልና በጃኽን እንዶ ግደፋና ኣይተጨክናና ተምጺና ብቴስታ ክንጭፍለቀክን ኢና ከም በናና በጃኽን እንዶ ግደፋና ርእስና ኣይተሕማና መዓልቲ ክንተጸበያ ናይ ካናዳ እውይ ግጥሚ እውይ ግጥሚ ኣታ እዚ ጥበብሲ ኣብ ግዜ ሽግር ዝፍጠር ክበሃል ሰሓቂ እውይ ግጥሚ እውይ ዜማኦ ከላ ክስኩዓለ

እዛ ቃላየ ቃላይ ብቃላየ ቃላይ ብቃላየ ቃላይ ብቃላየ ቃላይ ብቃላየ እኮ ኢለ ማይ ስተይ ነይረይ ማይ ፀመየ ዶ ኢለካ ኣነ እሕሕ ደልኪ ዋ ተሰርነየኪ ክትኾን እምበር እንታይ ደኣ ማይ ስተይ ንስኻ እንታይ ጌርካ ስምዕ እንዶ ስኽለትሽ እሆይ ኣቲ ጉዕፅፅ ኣይትበለይ ጥዒት ድያ እዚኣ ዋ እንታይ ኣለኪ ምስ ገላይ ፅግዕ ፅግዕ ትብል ዘለኺ ኣንተ ከምኡ እየ ብተፈጥሮይስ ኣዋልድ ዘይጋደፋኒ ኣንቲ እዚ መልክዕ እዚስ እንታይ እዩ ክገብሮ።
መልክዕ መዓልቲ ዋእ ተነስኒሶ በለ ከም ሰቲ። ሓቁ ኣይጉሩም እንዱ እጊላይ። ዋእ
ውሓጥዮ ተበልኳስ ትጎስሞ ኣቲ ቂቃር። ኦይ ዳንጋስ ካብ ናትኪ ናተይ ይሓይሽ ይኸውን። ኣንታ ክትሕመኒ እያ እዚኣ ኣቲ ጓል። ግደፋ ደሓን ኣይትበኣሳ ኣብ ዓዲ ክንደይ ጎራዙት እየን ተባኢሰን ባይ ሕጂ ከኣ ንስክና ኣብዙይ ትቃለሳ ኣየድልን እዩ መረይ። ስማዕ እስኪ ስኻ ኦሆይ እንታይ ኢኻ ምስ ሰራሕተኛ ጸግዕ ጸግዕ ትብል? ደይተጸጋዕኩ ንኣዶ እንዶ ዝርሕቀፍ ትርእየ ዶ የለኽን ክስዕስዕ እኮ እየ ጸኒሐ። ክንዲ ገለ ተኾነስ ዘይትምርዖ ግዳ። መርዓት ከ እሞ ንመን ክምርዖ? ኣነ ከመርዓዎ ድየ?
የግዲ መዓረ መዓረ ከም ሰብኣይ ኣፍ ኣፍ ንክንዳ ተዛርብክን ደኣ ከልተ መርዑት እወ።
ዘረባ ደኣ መን ክኽእለኩም። ወላ ተግባር ጊላይ ኣንበሳ እዩ ወድሲ ከም ጊላይ ተኾነ እዩ እምበር። ዋእ ለታይ ንጊላይ ትፈትውዮ ዲኺ? እወ እወ ዋእ እንታይ ገይሩ እንዳ ክጸልኦ። እውይ ይደልየኪ ኣለኹ ንኣ ቐልፊ ቐልፊ ክሽነ ክንዘራረብ ኣለና ኣነ ሰናይ። ኣብ ኣብዚኣ ዶ ኣይምኾነትን እታ ዘረባ። ክቃተላ እየን ክልቲኣተን ከኣ ኣይብለንን። ለትሽ መሪ ከይትበኣሳ ብሰንከይ ቀስ ኢልክን ተረዳድኣ። ዋእ ኣነ ብሰንከይ ሰብ ክበኣስ ኣይደልን እየ ተፈሓናጪርክን ጥራይ ግረፍኦ። ኣብዛ ዓድና ማይ ደለዎ ማየ ወለዎ ቀላይ ብቓላየ እኮ ተእት የለን። ናይ ደገ ናይ ደገ ናይ ደገ እዋይ

እንታይ ነበር ቅድሚ መርዓ ፕሮሰስ ወላ ተሓሰቦ እኮ ክኸውን ኣይክእልን እዩ ምክንያቱ ኣብ ቤት ፍርዲ ናይ ቃል ኪዳን ወረቀት ኣምጽ ከም ዝበሃል ፈይጠን ኣለዋ ድየ እሞ ቀዲምካ ከምኡ ዘይትብል ጋውና ክንድዕ ምሰን ደምሰና ኣታ ራእሳ
ርእስኻ ስክራይ ሰብረካ ኣታ ስምዑ እንዶ መዓስ ኢኹም ክሳምዑ ንስኹም ሓንሳእ እንዶ ግደፎ ኣቢ ኢደይ ጨቢጠ ክዓብሰካ እየ ትተዓበስ ሓፍቶ ኣቦኻ እንካሞ ስደዳ እተመሊሳ ክትርእኻ እንታይ ክትገብር ክትወስዳ?
ኣታ ስቕ እንዶ በሉ ኣይትረብሹኒ ከይገጥመልኩም ግጥመይ ከይገጥመልኩም። ኦህ ግደፍ ግደፍ ዝሓወይ ካልእ ሽግር ንኣኽለና ከይትገጥም። ኣነ እዚ ግዜ መሪርኒ ግጠም ግጠም እዩ ደብለኒ ደሎ። ዋእ ኣንታ ሳሆኸ ጥዕና ኣለካ ድዩ ጥዒሙካ ጥዑይ ድዩ ግጥሚ ደይገጠምካ ሲ መሪርካ ከኣ መሪር ግጥሚ ክትገጥመልና። ኣቱም ሰባት በቃ ጽቡቅ ጌርና ንረዳእ ወላ ሓንቲ ኣማራጺ የብልናን ብዘይ መርዓ ፕሮሰስ ክኽውን ኣይክእልን እና ነረድኣዬም በጃኹም። ኣታ ኣይሰማዓንየን እምበር ከምኡ ደኣ ከምኡ እንድዩ ዝሓይሽ ነይሩ። ኣንታ ኣነስ ዝበለት ትበል ክጎብረየ ሕምም እኮ ኢለ ኣላ። ኤህ ወሳዲካ ግበሮ እለ ክም ካንዓካ ኣሕቢሩ።
ከሕብረካ እየ ኣነ። ኣታ ጊላይ ኣነ ደኣ እስኻ ከም ተግዳዓና ተዝፈልጥ ነይረ ኣብ ኣፍታ ኤውሮጳ ኣፍታ በረድ ገዲፈካ ምመጻኹ። ኣታ ባዕለይ ከኣ መጸኣየረ ሰሪረ ሜሪ ምንጭውቲ ፍጥረት ኣታ ኣታ ከመይ ድየ ፍቅሪ ፍቅሪ ገይራያ ደለኹ ለትሽ ከኣ ጠቂማትኒ እያ ዘላ። እዋ ለትሽ በቃ ጉስጉስ ተይላትኒ እቲኣ ኸኣ ቅንእ በቃ ፍቕሪ ብፍቕሪ ገይራታ ኣላ ከይትግረም እኮ ለትሽ ኣሚራ ኮፒ ኣላ ኮፒ ኣይ
ኮቦርታ ገይረ ክዓፍነካ እየ ግደፍ ግደፍ ምኪ ኣይትጉጠየኒ ገለ ገይረ ድፍን ከየብለካ ኣታ ስምዑና በቃ ሎሚ ሰሰበይትኹም ምቑፀርዎን ድራር ንጋብዘ ኩላና ኣንስትና ብሜላ ፅቡቕ ጌርና ንረዳእ ተሰሚዕና ሃሎ ፅቡቕ ንሰማዕዶ ኣይኮናን እምበር ደሓን ንፈትን ጀማዓ ጓል እንተ ዘይተሃላሊኽካያ ትሰምዕ እንተ ተሃላሊኽካያ ግን እንዳሰምዐት ኮላያ ትፅቅጥ ኤህ እምኒ ይፅቀጣ ኣታ ሚካል እኮ ብመልሓሳ ይክእላ ብነብሲ ይክእላ ብኩሉ እኳ ተወፂዐ ኣለኹ
ብኩሉ ኢኻ ተወፂዕካ እወይ እውይ ዛኪርያ

ማለት ሲ ንሕና ተዘራሪብና ፕሮሰስ ጌርና ሒዝና ክንክን ከይተሰማሚዕና ኣለና ጀምዓ ቅድሚ መርዓ ድዩ እሳ ደኣ ማለት ሓደ ፀገም ኣሎ ሕጂ ኸነ እንታይ ፀገም ክስታይ እንድዩ እቶም ኤውሮጳውያን ንሒዝና ክንክንከይድ ኮይና ብምንታይ ምኽንያት ትወዞም ኣለኹ ኢሎም ክሓቱና እዮም ስለዚ ሓደ ወረቐት ግድን ከድልየና እዩ። ሕጂ መወዳእታ ዘረባኻስ እንታይ እዩ ዝኸውን ዘሎ እቲ ጉዳይ? ዝያዳ ፍልጥቲ እንድያ እታ መርዓት ትኸውን ኣላ። ዋእ ኖኖ ፍጹም ኣይኮን እዩ። እይ እንታይ ኮይኑ ዘይከውን።
ዋእ ጊላይ ንዓይ ከይትሕመኒ ድሕሪ መርዓ ክኸውን ኣይንደልይና ንሕና ድሓር ከኣ መርዓ ቀስ ኢልና ክንርክበሉ ኢና። ቅድም ጉዳይ መንገጃ ንግበር። ኣንትን ክንደይ ተሓስማ
ምእማን ዲኽን ስኢንክናና ንዕኦም እሞ ግደፍዮም ንዓይ ግን እመንኒ። እንታይ ክኣምነካ ፎ ኣብ ዝሓለፈ ዝእመን ዶ ጌርኩም ኢኹም ንሕና ኮይና ከማን ከይከሰስና እኮ ኢና ምሳና ኮፍ ኣቢልናኩም ዘለና። ኣቤት ኣቤት ክትከሳና ንሕና ክንከሰክን እባ ዝግባኣና ክሳብ ጁባና ዘንቆልቁል ከይትቕጽል ኣዛ ዘረባ
ዋ ፈቲኻ ዝገበርካዮ እኳ እዩ ንዓይ ተግባዕብዓለይ ዋ እዚ መስል መልክዕ ደኣ ብነጻ ክትረኽቦ ደሊኻ ንሱ ዝሓቅኺ
ግንሲ እቲ ክፍሊት በዚሕኒ እምበር ደሓን ደሓን ይኹ- ይኹን ሓቅኺ ይኹን ይኹን ስማዕ እንዶ ጊለ ወሆይ ናብ ለትስ ጥገ ዝቃዕ ኣጓርፅ ተዘይኮይኑ ከዓ ምሳእ ትጥርነፍ ናበይ ክጥረፍ
ነገር ሓቂ እኮ ንሳ እያ ትደልየኒ ንዓ ክምስንትረካ ትብለኒ ኣነ ከዓ ሚዶ ህባ ክትስንትረኒ እንከላ ከዓ ክጥዕመላ ኢለ ፅግዕ እብላ እምበር ካልእ ነገር እኮ የብልናን ክልተና ባዕላ እያ ትፀጓጋዕኒ ደላ እዛ ምፅጋዕቲ ፀሊኣ እንተለኹ ግን ክርሕቃ ኤህ ሸይጣን ይጸጋዕካ ዋእ ኣይትሓፍርን ዲኻ ንዓይ ክትሕመን ዲኻ ትጽዕር ዘለኻ እቲኣኻ ኮንካ። ኣይገርመክን ኣነ ንዓኺ ኣቢ ንሉና ሚኪ ምስ ሚካል ነንሕድና ኩልና ንገራጮ ኣለና ግርጭውጭው ኮይና ምድረ ሰማይ።
እዋይ ጊላይ ብቐደሙ እኳ ኣነ ገድድ ምስ ቶም መሓዙተይ ከማን ምዝራብ ምሓሸኒ። ምሳይ ባሕሸኪ

ሕራይ ታይ ድዩ መሲልኪ ወላ በቲ ሕጊሲ ቅድም መርዓ እዮም ድብሉ ዘለዉ ከምኡ እዮም ከዓ ድብሉ ኣነስ ዋሕ ጥለኒ ዘሎ ዋዕ ክንዲ ገለ መግቢ እንዳኮለስኪ ምውሓጥ ድኣ ድክስ ናተይ ዘረባ ምውሓጥ ኣቢኪ ሚኪ
ሒዚ ተፃሪፍካ ክኸይድ እዩ
ስዳናይ ወትሩ ጸሎተይ እንዲ ኣበይ እማ ተባዕለየት ናህረፍ እንታይ ኢልካ ዋላ

ዋ ምድረ ርስዖም በዓል ውለደይ እንድዮም እወ ምስኦም ዝሓለፈ ፍቅሪ እኮ
እንቧዕ ዓሰርተ ሓደ ግን ክተፍቅሪ ትኽእሊ ፍሉይ ክእለት ኣለኪ ቴክኖሎጂያ
ምከር ኣነ ብጣዕሚ ይፈቃ
ብጣዕሚ ኣገራሚት ነ- ባእታ ናይ ደቂ ሰባት ከማኻ ዓይነት ርእየ ይፈልጥ እየ። ንስኺ ንመጀመርያ ግዜ ኣብ ሂወተይ ኣገራሚት ሰብ እ? ገርምካ እኳ እዩ ሚካኤል ንስኻ እኮ ዕድለኛ ኢኻ ተመርዕኻ እኮ ኢኻ ትወስደኒ ምስ ክንደይ ዓንዲር ክሳብ ገዛይ ክተዕሪ እንታይ ዕድለኛ ደኣ ጉዳመኛ እምበር ዋ ፈርኩ መርዓ ናይ ምግባር ተኽእሎይሲ ጸቢብ እዩ ይብለኪ ኣለኹ ኢደይ ዶ ክሕጸብ
ንሕንዶ ኢድካ ጥራሕ እንዳ ክትሕጸብ ኣይፍለጥን እዩ ነብሰይ እውን ክሕጸብ ይኽእል እየ በዚ ዘለኹዎ ጭንቀት ዓሰርተ ሓደ ሙሉእ ደኣ እሞ ኣቲ ሜዳ ሙሉእ ተጻወትቲ ዝጻወትዎ ኣወዳት ከ ክሕዝክዮም ደለኺ ኣይፍለጥን እዩ
ሕሳብ ባል ክፈሎ ዋ ቴክ ኣወይ ባ ኣው ከለካ ኣዘለይ ሚከይ ማለት ከብለ ነው ገለም ሰው ናበይ ክትክድ
ኣታ ሓወይ ምስ መሓውስተይ ተዘራሪበ ክነግረካ እየ ኣተን ኣዋል ስነ ስርዓት ግበራ ንሕና እዚ መርዓ ኣይኮነን ንዓኽን ወላ ክንግድፈክን ንኽእል ኢና እስኹም በዚ ምስ ገደፍኩምና በዚ መፅኦም ከዓ ወስዱና ንሕና ደለይትና ብዙሓት እዮም ደይስ ፈሊጥክኒ ክንዳ ትፃወተልና ደለኻ
ሕጂ መወዳእታ እንታይ ኢኻ ትብል ዘለኻ? እዚ ንሕና ዘቕረብናዮ ሓሳብሲ ኣይንቕበሎን ኢና፣ በዚ ንሕና ዝበልናኩምሲ ኣይትኸዱን ኢኹም ማለት ድዩ? ሉና ንስኽን ኣዋልድክንን ኣብዛ መርዓ ትብል ርገጻ፣ ኣይኮነን ክንርግጸክን። ኣየ እስኻ ከም ቀደም መስለክን ውሕጅ ወስደክን፣ ከም ቀደም መሲለካ ሎሚ ኣይግረሀልካን እዩ፣ ቴስታ ገይረ ሓነግ ከብለካ እየ። ኣያ በዚ ሓነግ ጠዋዒ ድበሃል በዚ ደኣ
ኩሉ ሓደ ኣቲ

ኣረ ከኣ ክወድእ ወዲ ማለት ከ ኣቦ እዩ ይደክም ታይ ተረድኣትካን ጓል ማለት እኮ ሓፍትኻ መሓዛኻ ማለት እዩ ወዲ ማለት ከኣ እኮ ሓውኻ ዓርክኻ ብሓጉኻ ማለት እዩ በዚ ኮይኑ በቲ ግን ስራሕ ገዛ ማዕረ ይድብጽሐና በዚ ኮይኑ በቲ ከኣ ስራሕ ደገ ማዕረ ይድብጽሐና ዋእ ከምኣ ኣነ መቸም እቲ ክኸውን ዘለዎ ኣፍሊጠካ ኣለኹ ሕጂ ግን ሓንቲ ዜማ መምጽኣትኒ ስለ ዘላ ግዜ ከይደ ክሰርሓ ኣለኒ ኦ ምስኣ ተኺል ኣወ ክለኽባል ሓንሳብ ጽናሕ ኣነ ከኣ ዓንተወይ ዝጸሓፍክዋ ግጥሚ ኔራ

ስሚ ኣለኒ ሽኮር በሊ ስምዒ ፕሮሰስ ኣይተቐድሚ መርዓ ንግበር ቤተሰብ ክሕጎስ ክንሳሕ ክንድረር ግደፍያ እዛ ሓንቲ ዘላትኪ ኣበር ኣነስ ፈትወኪ እምበር እምበር እምበር ኣበይ እሞ ክነብር ብዘይ ብኣኺ ተዕገርግሪ ስምዕኒ በጃኺ ኣቲ ግደፊ ረጊጽክኒ ትሕለፊ ናይ ደገ ስርዓት ጌርኪ ዕረፊ ግደፊ ግደፊ ግደፊ ግደፊ ግደፊ
ገለ ዓይነት ግጥሚ ነዚኣ ትኸውን ዜማ ዝመፅእ
ይኽተባ ድየን ዘን ኣብዚ ዓዲ ኣለዋ ኣዋልድ

እንታይ እዩ ዝኸ ልቢስት ናይ ብቐዳማይ ንሉና ዳ ከይትርእየኒ እምበር ወይ ጉድ ወይ ጉድ ወይ ጉድ ወይ ጉድ ኣይ ፈጣሪ ዝሃበካ መልክዕሲ በዚ እዩ ዝቕየር ወይ ምፅኣት ዓለም ወይ ጉድ እኒ በዓል ዝሃርያ እኒ በዓል ሓዳስ ተዝርኣንሲ ወይ ጉዳ እዚኣ ክቕይራ ረንታስኪ ወይ ጉድ እንታይ ዝበልዎ ሕፅረቱ ሜር ደኣ ከይትመፀኒ እምበር እስኪ እስከ ከፍትና ወይ ጉድ እስቲ ወይ ወይ ክፍትና እስከ እዚኣ እስከ ከፍትና

ጊላይ ጊላይ ካፈ ካፈ ጨጉርን ጢርካ ወዲኻ እዛ ሰብ ኩላ ጨጉሪ ዓዲልካ ነውሪ ነውሪ ዶ ገረታ ነውሪኡ ኣንታ ተኸላ ተኸላ ከምታ ነበረታ ቁብላታ ተኸላ ተኸልካ ቀምጣ
ወዲና ዶ ንእሽቶ ኢና ተጸቂጣትኒ እሞ ክትጸቕጣ ጨጉሪ ጌርካ ብዘላ ኣዳም ኩላ ብጨጉሪ ጌርካ ኣራ እስከ በሉ ንዓልል እስኪ

መሪ ምቅርቲ ሕራይ ንኽትብል ኣብ ቀረባ እያ ደላ ፈዜን ከይፈተዋ ሕራይ ክብላ እየን ሕራይ ከነብለን ኢና እሞ
ሓደ ነገር ዘይንፍትን ጀብዓ ማለት ዘይንፍትነ ማለት እሲ ይደልያናንን ኣይደልያናንስ ዘይንፍትነ ዋ ባልጃና ሒዝና ካብቲ ገዛ ወፂና ወይ ኣብ ጌስት ሃውስ ወይ ኣብ ሆቴል ንቕመጥ ከም ይመስለኩም ኣዚአን እንታይ ንሕና ምስ ወፃና ካበት ሓደ ካልእ የምፅኣ ወዲ እንታይ ድግድሸኒ እሞ ካብ ኣብዚ ሕጂ ሰዓት ከዓ ምስዚ ናይ ደገምሽ ክመጹ እዮም ብዙሓት ናይ ፋሲጋ እወ ናይ ፋሲጋ ብዙሕ ክምርዖ እዩ ክመጽእ ስለዚ ስታይ እሞ ርዱእ ነገር እዩ ኣታ ሃሱላ እንታይ ጸገም ኣለዎ ስኢልካ ዶ ነብስኻ ኣይተዋረቕ ተዋጊኻ ናይ ደገም ምዃንካ እምበር ትርስዕ ኣለኻ ንሕና ከኣ ካልእ ንደሊ ከምቲ ኮይንና ንሕና ዶ ክንስኒ
ኣነስ ብዘይ መሪ ኣይተጓዓዝን ሰሌ። ኣታታ ቴስታራ ንዓኻ እንድያ ትግባእ ኔራ። ወዓላ እንዶ
እታ ርእስኻ ብሰላም ተተመሊሳ ክትሪኣ ኢኻ። ተዘንጋዕካ ኢኻ ሰብሲ።
ሓቂ ኣሎ ኣነ ውን በዛ ነብሰይ ሚካል ናይ ልበይ ፈትያ ኣለኹ። እወ ጥልመት ሚኪ እወ ደሮ ኮይነ እኮ ጠሊምኒ። ኣንታ ንስኻ ዘይ ተሰኪፍካ እምበር ሕቕቕ እኮ ኢልካላ ኢኻ ዋእ ንሕናሲ ተዘይንፈትዎ እንዶ ገንዘብ ነፍሲስና ኣለን ዋእ ንዓብ ለኩም ኣሉኻ ኣነ ስቕ ኢልና ኣብ ህልኻ ይንእቶ ፍቕሪ ዓቢ ምስኣን ንወድእ

ከዝብለካ እያ በዛ ፍንስትራ። ያላ ዕንግርፎ ምሱ ኣባ ዓርከይ እንታይ ዶ ኣላ ሓሳብካ ሕጂ እታ ዝበልካና ዘረባ እስከ ቀጽላ ንምንታይ ኢካ ሓሲብካያ። ኣነ ደኣ እሞ እንታይ ይብል ኣለኹ መስለካ እንድሕር ነድልየን ኮይንና ካብቲ ገዛ ምውጻእ ከኣ ይብላና እየን እንድሕር ዘይነድልየን ኮይንና ግን ምሳና ክቅጽላ መደብ ስለ ዘይብለን ግን ወላ ካብቲ ገዛ እንዳ ወጻና ሱቅ ኢለን ክርእያና ኣይግደሳልናን እየን ከምዚኣ ጌርና ንፈትነን እየ ድብል ደለኹ። ንቁሩብ ሰሙን እንተ ኮይና ኣነ በዛ ነብሰይ ተሳዕሚዐ ኣለኹ። ኣይ ኣነስ ኣይክእላን እየ ኣብዚኣ ዘሎ ከኣ ድሁል። መርገጺ የብልካን ድዩ? ኣታ መኪና ተኻርይ እንዶ ከይረግጸካ። ክልቴኹም ካብ በልኩም ደኣ ንፍትን ሓራይ ንፍትን እ እምበር መሪ ገዲፍካሲ ኣታ ኣደይ ማርያም እኮ ከየጉደለት እኮ እያ ከመይ ገይራ ኩሒላታ ሕልሕልሕልሕልሕልሕል መሪ ጽብቕቲ ቅጅል እኳ እያ ትብለኒ ምስ ቕድሚ ዓይነይ ስእ ኢላ ውትፍ ትብለኒ ናብ ካልእ ሓሳብ ክሰግር እብል እሞ ኣቤል ሓወይ ምላስ መጻ እወ ስእ ኢላ ውትፍ እንዳ እንዳበለትኒ ብበርሲ ኮመቲ ካልኣ ወ- ዕግርግር ተብልን በቃ ምርምር እንዳበልካ ኣብዚ ኣብዚ መሪእኻ ኣሎ ክተፍኣልካ እየ ክሰደሉ ዶ ኢደይ ክተፍኣልካ እየ ኣንግደፎ እንዶ ጥርሙስ ከ ኣሎ ብዝጥቓኻ ኸይትሰብሮ ኣዘኪርካኒ ዋእ።
ከመይ ውዒሉ ኣኼባ? ውይ ሕማም ርእሲ ደሓን መልሲ ከ እንታይ ነበረ? ዋእ ን ኣይንሰምዕን ኢልና ኣንቅጽ። እወ ኣነስ ከምኣ ጌርና የሕርር ከነብሎም ጥራሕ እዩ ዘለና ምክንያቱ ገለ ተንኮል እንድዮም ኣሊሞም ዘለዉ ክንግረሃሎም ዝበሃል እዩ ዘይብልና። እውይ ኣታ ኣነ ጉድ ረኪበ ኣለኩ ትሚኪ። ታይ ታይ እንታይ ዓይነት ስብ እዩ ኣትጨንቅኒ እኮ በቃ ክርዳእ ኣይክእል ክርድእ ኣይክእል ውይ። ንሱስ ሓቅኺ ኢኺ ዋላ ሓንቲ የብሉን ከምዚ ፎርማ ጥራሕ እምበር እታ ርእሱስ ባኮ እያ በቃ። እውይ ሉሉ እኮ ክትረግሚ ኢልኪ ኢልክስ ባኮ ጥራይ ኢልክዮ። ዋእ ኣታ ሓቃ እንድያ ኣቢኒ እኳ ኣይምርዳእ ኣይርዳእ ኣየረድእ እውይ ኣይጉዳእ። ሕጂ ጥራሕ ሓንቲ ነገር ክነግረክን እየ። ኣብዚ ገዛ መጺኦም ከምዚ ክልምኑና ከረድኡና ኣኼባ ክገብሩልና ድዮም ክፍትኑ ዋላ ሓደ ሰብ ከይሰምዑ ኣረብርብ ኢና ነብሎም። ኡፍ ኣታ ሕጂ ተማኺሮም እባ እታ ጉዳይ ፕሮሰስ ዝጅምርዋ ክኾኑ። ግን እኮ ፕሮሰስ ብዘይ መርዓ ኣይከውንን። ስቅስቅ በሊ እንተ ኺዱ ዘይጅመር። ኣይከውንን ኢዩ ኣነ እኮ ክተሃላለኽ ስለ ዝደለኹ ኢየ እምበር ይፈልጦ እኮ ኢየ። እንተ ደልዮሞ ጽቡቅ ጌሩ እምበር ይኸውን ንዓና ካብዚ ንካምፓላ ወስዱና ኣብ ካምፓላ ጽፉፍ ሓወላ ጀምሩልና መርዓ ጌሮም ካብኣ ወስዱና ሃ። ሓቂ ኣላ ሚኩ ኣብዚ ዝተመርዕዮም ጊሕፎምና እንተኸዱ ኣበይ ዶ ክንረኽቦም ኢና ጽባሕ ንጎ። ሓቂ ኮይኑ እንዲኹ ግን ከኣ ዋእ ጽቡቅ ካባ ንሕሰብ ሕጂ ጊላ ዩ ሕማቅ ዝሓስብ ኮይኑ ይስመዓኒ እኔ። ውይ ጊላይሲ መሽኪናይ እሶም እዮም ርእሱ ዝጠውይዎ እምበር መስኪን ሰብ እዩ ዝመስል። ኣቲ ስቅ እስከ በላ ስቅ እስከ በላ። ምስኪን ዝባሃል ወዲ የብሎምን ሰሚዕክና ኣለኽን ኣብ ዘለናዮ ክንነቅጽ ኣለና ጓል መን ምዃና ክነፍልጦም ኣለና ሓር ሓረይ ድሓን ናዳእ ንነቅጽ። ሶም ጥራሕ ተጣይሶም መለሱ በሊ። ናይ ደገ ናይ ደገ ናይ ደገ ኣቲ ለታይ እንታይ ኢኺ ማዕረ ናብ ኮፍ ትብሊ ቡኒ ተፍልሒ ኢኺ ኮፍ ተበልኩ እንታይ ኣለዎ ድዩ እንታይ ኢኹ ዝፈላለ ለሚዳቶ ዶ ኮፍ ምባል ዋ

በል ከይ ፈተኻ ትከፍሎ ኢኻ ሚኪ ቆንጆ። ሳባ ኣብዛ ሓሳብና ኣይተሰማማዕክን ንኸፍሎ ገንዘብ የብልናን። ዋእ ታይ ከምዙይ ክውን ትገብሩ ዘለኹም ዋእ ጊላይ ናበይ ትኸይድ ኣለኻ። ፈሊጠ ድየ
ንህላወ ስኢኖም የከራብቱኒ ኣለዉ። ኣታ ትርር እንዶ በል ኣንታ ካባላሽዋ እዩ ጉዳይና እዚ ዋእ ኣታ። በቃ ሕራይ ሕራይ በቃ መረይ።